I believe we should start the meeting now እቲ ኣኼባ ሕጂ ክንጅምሮ ይኣምን ቀጥታ ክንትርጉሞ ከለና ትርጉም ዘይግበና ኽእል እዩ ግን ብተዘዋዋሪ ማለት ኩሉ ቋንቋ ቀጥታ ይትርጉም ማለት ኣይኮነን ስለዚ ገለገለ ትርጉም ቀጥታ ክንትርጉሞ ከለና ትኽክል ዝኾነ ትርጉም ዘይክበና ክእል እዩ ስለዚ

I believe ይኣምን ማለት እዩ I feel ማለት ከዓ ይስምዐኒ ከምዚ ኮይኑ ይስምዐኒ from my point of view ከም ረኣያይ ወይ ከዓ ካብ ረኣያይ ማለት እዩ so if you want to give your opinion about something ብዛዕባ ዝኾነ ነገር ሓሳብና ክንህብ ምስ ንደሊ እንታይ ንጥቀም ከም ዝበልኩም ኣይ ቲንክ ንብል ማለት እዩ ከም ሓሳበይ ወይ ከዓ ከም ዝመስለኒ ማለት እዩ ስለዚ ኣይ ቲንክ ኣወር ስኩል ማኔጅመንት ኢዝ ኤክሰለንት ናይ ቤት ትምህርትና ኣመሓድራ ጽቡቕ ይመስለኒ ይብል ኣሎ ማለት እዩ ስለዚ እንታይ እጂ ሓሳቡ ይገልጽ ኣሎ ማለት እዩ ኣይ ቶት ሂ ዋዝ ቨሪ ሪዝናብል ምኽንያት ዘለዎ መሲሉኒ ነይሩ ወይ ከዓ ምኽንያት ኣለዎ ኢለ ሓሲበ ነይረ ኣይ ቶት ማለት ህጂ ቲንክ ክኸውን ከሎ ፕሬዘንት ማለት እዩ ናይ ህሉ ኣይ ቶት ማለት ከዓ ናይ ቲንክ ሕሉፍ ማለት እዩ

ቱ ኣስክ ሳምዋን ፎር ዜር ኦፒንን፣ ንሰባት እንታይ ይሓስቡ ንምሕታትከ እንታይ ተጠቂምና ክንሓትት ንኽእል? ሰይ ዋት ኢዝ ዩር ኦፒንን ኦፍ ስለዚ ናይ ሰባት ሓሳብ ክንፈልጥ ምስ እንደሊ እንታይ ንብል? ዋት ኢዝ ዩር ኦፒንን ኦፍ ዋት ኢዝ ዩር ኦፒንን ኦፍ እንታይ እዩ ሓሳብካ ንምባል ዋት ኢዝ ዩር ኦፒንን ኦፍ እንታይ እዩ ሓሳብካ ንብል ኣለና ማለት እዩ። ፎር ኤግዛምፕል ዋት ኢዝ ዩር ኦፒንን ኦፍ ደ ኒው ስኩል ብዛዕባ እዚ ሓድሽ ትምህርቲ እንታይ ትብል ወይ ከዓ እንታይ ሓሳብ ኣለካ? ስለዚ ዋት ኢዝ ዩር ኦፒኒየን ንሰባት እንታይ ከም ዝሓስቡ ንምሕታት እንታይ ትብሉ እንታይ ሓሳብካ ወይ ከዓ እንታይ ይመስለካ ክንብል ዋት ኢዝ ዩር ኦፒኒየን ዋት ኢዝ ዩር ኦፒኒየን ኦፍ ካብኡ እቲ ጉዳይና ንስዕብ ማለት እዩ። ስለዚ ንኣብነት ዋት ኢዝ ዩር ኦፒኒየን ኦፍ ደ ኒው ስኩል ይብል ኣሎ። ብዛዕባ እዚ ሓድሽ ትምህርትስ እንታይ ሓሳብ ኣለካ ወይ ከዓ እንታይ ይመስለካ ንምባል ማለት እዩ። ኣናዘር ኤግዛምፕል ዋት ኢዝ ዩር ኦፒኒየን ኦፍ ደ ኒው ቲቸር እንታይ ሓሳብ ወይ ከዓ ርእቶ ኣለካ ብዛዕባ እዚ ሓድሽ መምህር ይብል ኣሎ ማለት ስለዚ እንታይ ዝብ ዘሎ ሓሳብ ወይ ከዓኒ ናይ ካልኦት ሓሳብ ንምፍላጥ እዩ ዋት ኢዝ ዩር ኦፒኒን ዝጥቀም ዘሎ ስለዚ ንስኹም እውን ናይ ሰባት ሓሳብ ንክትፈልጡ ወይ ከዓ ናይ ካልኦት ሰባት እንታይ ከም ዝሓስቡ ንምፍላጥ ዋት ኢዝ ዩር ኦፒኒን ኦፍ ኢልና ክንጅምር ንኽእል ማለት ወይ ከዓ ኢልኩም ክትጅምሩ ትኽእሉ ቱ ኣስክ ሳምዋን ኢፍ ዘይ ቲንክ ሳምቲንግ ኢዝ አ ጉድ ኣይድያ ሰባት ሓሳብና ይቕበልዎ ዶ ንምሕታትክ ዩስ ዋት ዲዩ ቲንክ ኣባውት ዋት ዲዩ ቲንክ ኣባውት እንተይልና እንታይ ንብል ኣለና ንሰባት እንታይ መስለካ ወይ ከዓ ከመይ መስለካ ንብሎ ኣለና ማለት እዩ ስለዚ ዋት ዲዩ ቲንክ ኣባውት ጎይንግ ኣውት ፎር ዲነር ቱናይት ሎም ምሸት ድራር እንተተደረርናስ እንታይ መስለካ ንብል ኣለና ማለት እዩ ሎም ምሸት ድራር እንተተደረርና እንታይ መስለካ ደን ዋት ዲዩ ቲንክ ኣባውት ኢንቫይቲንግ ኤልሳ ንኤልሳ እንተዓደምናያስ እንታይ መስለካ ወይ ከዓ እንታይ መስለኪ ከምኡውን እንታይ መስለኩም ስለምንታይ ሕጂ ይመስለኪ ኪ ካ ኩ ኩም ዝጥቀም ዘለኹ ዩ እንተይልና ኩሉ ግዜ ኣይፍለጥን እዩ ንሓደ ሰብ ድዩ ንክልተ ሰብ ድዩ ንብዙሓት ሰባት ድዩ ንክንደይ ሰብ ከም ንዛርብ ዘለና ከነለልዮ ስለ ዘይንኽእል ዋት ዩ ቲንክ ኣባት ጎይንግ ቱ ሆም ታውን ዲስ የር ፎር ቫኬሽን ንዓዲ ክንዛወር እንተንኸይድ በዚ ዓመት እንታይ ይመስለካ ንብል ኣለና ማለት እዩ

ዝኾነ ነገር ክንገብር ንኽእል ዶ ንምሕታት እንታይ ንብል? ካን ኣይ ካን ኣይ ኢልና ንጅምር ማለት እዩ። ፍቓድ ንኽንሓትት ኩሉ ግዜ ካን ኣይ ኢልና ንጅምር ማለት እዩ። ንኣብነት ካን ኣይ ቦሮ ዩር ፔን እንተይልና ቢሮኻ ዶ ከተለቅሐኒ? ካን ኣይ ቦሮ ዩር ፔን ቢሮኻ ዶ ከተለቅሐኒ ንብል ኣለና። ስለዚ ካን ኣይ እንተለ ፍቓድ ንምሕታት ማለት እዩ ፍቓድ ይሓቱ ኣለኹ ስለዚ ካን ኣይ ቦሮ ዩር ፔን እንተለ ቢሮኻ ዶ ከተለቅሐኒ ይብል ኣለኹ ማለት ስለዚ ዝኾነ ንብረት ተደሊኹም ስኹን ካን ኣይ ኢልኩም ተቐፅሉ ማለት እዩ ካን ኣይ ሲት ኢን ፍሮንት ኦፍ ዩ ኣብ ቅድመኻ ዶ ኮፍ ክብል ካን ኣይ ሲት ኢን ፍሮንት ኦፍ ዩ ኣብ ቅድመኻ ዶ ኮፍ ክብል ይብል ኣለኹ ስለዚ የፍቅዶ ኣለኹ ማለት እዩ ኣብ ቅድሜኻ ዶ ኮፍ ክብል? Can I go out with you? ምሳኻ ዶ ክኸይድ? Can I go out with you? ምሳኻ ዶ ክኸይድ? ስለዚ የፍቅዶ ኣለኹ ንዙ። A polite way of asking for permission። ስለዚ ሕጂ ክሳብ ሕጂ እንታይ ክንርኢ ጸኒሕና? ንሓደ ሰብ ከመይ ጌርና ፍቓድ ክንሓቶ ክንርኢ ጸኒሕና ምሾ? ሕጂ ከኣ ብትሕትናስ ከመይ ጌርና ክንሓቶ ንኽእል? ትሕትና ከመይ ጌርና ክንውስኸሉ ንኽእል? ምስ ንብል ኩሉ ግዜ if you want please ክትጥቀሙ ትኽእሉ ኢኹም። እንተደሊኹም please please ወሲድኩም ትሕትና can I borrow your pen please እንተልና ቢሮኻ ዶ ከተለቅሐኒ በጃኻ ይብሎ ኣለኹ ማለት እዩ ስለዚ ትሕትና እዩ ንባዕሉ ግን ፍልይ ብዝበለ ኣገባብ ንሓደ ሰብ ብትሕትና ክንሓቶ ምስ ንደሊ እንታይ ንብል do you mind if I ኢልና ንጅምር ማለት do you mind if I ንኣብነት do you mind if I take off my shoes here ጫማይ ኣብዚ እንተውፃኽዎስ ቅርዶ ይብለካ ግሬት ጆብ ኦን ኮምፕሊቲንግ ደይ ሲክስ ያ ሻድሻይ መዓልቲ ብምውዳእኩም ቋዕ ሕጎሰኩም ቱደይ ዊ ለርን ሃው ቱ ኤክስፕረስ ኦፒንንስ ኤንድ ኣስክ ፎር ፐርሚሽን ኢን ኢንግሊሽ ሎማዓንቲ ከመይ ጌርና ሓሳብና ንገልጽ ከምኡ እውን ከመይ ጌርና ፍቓድ ንሓትት ብኢንግሊሽ ርኢና ኣለና ሪመምበር ቱ ፕራክቲስ ዲስ ፍሬዝስ ተለማመድዎ ከዓ ኢን ዩር ዴይሊ ኮንቨርሴሽንስ ማለት እዩ ኣብ መዓልታዊ

ዝተፈላለየ ቪድዮ ስለ ንዝርግሕ ሳብስክራይብ ግበሩ ዶን ፎርጌት ቱ ሂት ደ ኖቲፊኬሽን ቤል እታ ናይ ደወል ምልክት ከዓ ፅቐጥዋ ንምንታይ ዩ ዊል ኖው ዌን ደይ ሰቨን ኢዝ ኣፕ ሻውዒት መዓልቲ ከም ዝመፀት ከዓ ክነግረኩም ማለት እዩ